Hello ዝኸበርክን ኣሕዋተይ ከመይ ኣለኽን ደሓን ዶ ኣለኽን ኣነ እግዚኣብሔር ይመስገን ጽቡቕ ኣለኹ ንስኽን ከኣ ጽቡቕ ክትህልዋ ተስፋ እገብር ሶሪ ብዙሕ ግዜ ኮይኑ ጠፊኤ ፖስት ከይገበርኩ ኣብዚ ዩቱብ ማለት እዩ ብጣዕሚ ጽቡቕ እየ ዘለኹ ብዙሓት ኣሕዋተይ ተሻቒልክን ጽሒፍክናለይ ኣይመለስከልክንን ብጣዕሚ ቢዚ ስለ ዝኾንኩ በቃ ሕጂ ሓንሳብ ከዕርፍ እየ ፖስት ከይገበርኩ ኢለ ሓንሳብ ምስ ኣዕረፍኩ ገይሩ ተኣታትየኒ ማለት እዩ ከምቲ ትፈልጥኦ ስራሕ ፉል ታይም ስራሕ ኣለኒ ቆልዑት ገለ በቃ ሓደ ሓደ ግዜ ካብ መጠን ንላዕሊ በቃ ነብስኻ ድኽም ምስ በልካ በቃ ንእሽተይ እስከ ብሬክ ወስድ ኢለ ምክንያቱ ዩቱበይ ካብ ብጅምሮ ሓንቲ መዓልቲ ብፍላይ ኣብ ሰንበት ሰንበት ፖስት ትገብሮ ነበርኩ ሰንበት ናብ ሶኒ ደውጋሕ ለይቲ ለበኣና ብኣሜሪካ ሰዓት ማለት እዩ ኣቋሪፀ ይፈልጥ እየ ነይረ ዩቱበይ ካብ ድጅምሮ ሽዑ ግን በቃ ብሬክ ወስደ ኢለ ሓንሳብ ሓንቲ መዓልቲ ምስ ዕረፍኩ በቃ ብገይሩ ተኣታትኒ ሕጂ ፖስት ክገብር እየ ገለ እንዳበልኩ ብዩ ዝኾይነ ምስ ዊንተርን ገለ በለን ከኣ በቃ ክስታይ ትኮን ማለት ደይ ትተባባዕ ሶሪ ኣይትሓዛለይ በቃ ብከምኡ ኮይነ እየ እምበር ብጣዕሚ ጽቡቅ ኣለኩ ኩላትክን ከኣ ንስካትክን ጽቡቅ ክትልዋ ተስፋ ገብር ኣይትሓዛለይ በቃ ሕጂ ኣጸቢቀ ኣይጠፍእን እየ ግን ሓደ ሓደ ግዜ እንድሕር ከምዚ ምጥፋእ ዘይኮነ እንድሕር ደይ ጠዓመኒ ወይ ሓንቲ ቪድዮ ገለ ስኪፕ ገብረ እምበር ከምዚ ኢለ ኣይጠፍእን እየ i hope ኣይነበርኖ ምክንያቱ ምስ ቆልዑት ክስታይ ምስ ስራሕ ገለ ቢዚ ክትከውን ኮለካ ሓደ ሓደ ግዜ በቃ ክስታይ ትከውን ማለት እዩ ግን ኣይተሓዛለይ ሕጂ ሎማዓንቲ ብካልእ ቪድዮ መፅየክን ኣለኩ እንጆይ ክትገብሮ ተስፋ ገብር ሓደሽ እንድሕር ኮንክን ነዚ ናተይ ዩቱብ ርኢክንኦ እንድሕር ዘይትፈልጦ ኮንክን መጀመርያክ እንድሕር ኮይኑ ወይ ከዓ ትሪኦ ኣሕዋተይ ከኣ ሳብስክራይብ ደይገበርክንሕር ኣለኽን ሳብስክራይብ ግበራ ላይክ ኮመንት ሕር ጌርክን ከኣ ብዙሕ ሰብ ክሪኦ ነዚ ቪድዮ ይኽእል ማለት እዩ ድሕር ላይክ ጌርክንኦ ሸር ጌርክንኦ ፌስቡክ ገለ ደለክን ከኣኒ ብዙሕ ሰብ ሪኦ ማለት እዩ ንኹላትና ጠቅም ኤኒወይ በቃ ተመሊሰ ኣለኹ ሎሚ ናይ ከምቲ ናይ ኣማዘን ቪድዮ ሒዘልክን መፅእ ኣለኹ ካብ ኣማዘን ገዛእኽዎ ከምቲ ኩሉ ግዜ ክስታይ ዝገብሮ ስቅ ኢለ ኣይኮንኩን ገዚኤ ዘርእየክን ንዓይ ብዙሕ ሰብ ረቪው ሪኤ ንዓይ ገዚኤ ዝጠቀመኒ ጽቡቅ ጽቡቅ ነገር ዝበልክዎ ሒዘልክን መጽኤ ኣለኹ እንጆይ ክትገብሮ ተስፋ ገብር መጀመርያ በዚ ክንጅምር ኢና ማለት እዩ ሮዝመሪ ኦይል እዚ ኣዝማሪኖ ማለት እዩ ናይ ኣዝማሪኖ ኦይል እዚ ካብ ኣማዞን ዝገዝኦ እዚ SBA ድብል ብራንድ እየ ዝገዝኦ እዚ ቅድሚ ሕጂ ኣርእየክን ኔረ እየ መስለኒ ኩሉ ግዜ ዘይቲ ንጨጉሪ ሓዋዊሰ ንዓይን ደቀይን ኣብ ገዛ ስለ ዝገብር ካብ ኣማዘን ይኦርደር ዝገብሮ ልክዕ ኣዝማሪኖ ከምዚ ኣብ ፀብሒ ንእትዎ ከምዚ ክስታይ ከምኡ ኢሉ ጨኑ ብጣዕሚ ጥዑም ማለት ኣዝማሪኖ እንድሕር ጨና ዝፈትዎ ኮንክን ብቲ ጨኑ ብዙሕ ክስታይ ኣብኒ ሓዊሰ ክልከዮ ከለኹ ግን ይጨኑ ግን ቀልጢፉ ክኸይድ ማለት እዩ ግን ፅቡቅ ንጨጉሪ ኣዝማሪኖ ሮዝመሪ ኦይል ንጨጉርኻ የንዊሕ እዩ ሰሓዋዊሰ ሓደ ግዜ ኣርእየክን ነይረ ካብ ኣማዘን እዚ በቃ ደጋጊመ ድገዝኦ ፅቡቅ ኣዝማሪኖ ማለት እዩ ካልእ ዓይነት ዘይትታት ምስ ሓወስካ ከምቲ ድረኣኹን ካብዚ ከዓኒ ጥብጥብጥብ ኣቢለ ብዙሕ ኩሉ ገለ ዘይኮነስ በቃ ኣንጢበ ገለ ከም ዘክስታይ ገብሮ ኣርእየክን ነይረ እየ ቪድዮ ንድሕር ክስታይ ክትሪኦ ድልያ ኮንክን ኣብቲ ዩቱብ ኣለክን ማለት እዩ ካልእ ከዓኒ እዚ ናይ ጨጉሪ ከዓ እዚ ናይ ጨጉሪ ብዙሕ ግዜ ኣብ ቲክታክ እየ ዝሪኦ ነይረ ኣክቹዋሊ ግን ኣብ ኣማዘን ገለ ኣብ ቲክታክ ሕሱ ሪኦ ይፍልኦ ግን ኣብ ኣማዘን ሓንቲ መሓዛይ ግዜ ብጣዕሚ እዩ ግዜ ክስታይ ደይገብር ኢላሃኒ ናይ ጨጉሪ ኣብ ገዛይ ኣነ ጨጉሪ ዝገብር ንደቀይ ከኣ ከም በዓል ገለ ክኸውን ከሎ እምበር ብዙሕ ሓዊ ገለ ኣይገብረለን'የ so እዚ ሕጂ ሓንቲ መሓዛይ ምሳይ ትሰርሕ ኣላ ግዝኡ እዩ ክጽብቕ መዓት እዩ በቃ ግዜ ወስንዩ ገለ ገለ ቀልጢፉ እዩ ጨጉርካ ክስታይ ድብለልካ ገለ ኢላሃኒ እዚ ታይም ወዲ ገለ ዝበሃል እዚ ቲዋይኤም ወዲ ብል ዝናይ ሃየር ብዙሕ ግዜ ሪኦ ነይረ ኣብ ኮመርሻል ገለ ወላ ኣዋልድ ገለ ጥቀማሉ ኣብ ቲክታክ ገለ ማለት እዩ ኤኒወይ ግን ገዚእዮ ኣብ ኣማዞን ኣብ ሴል ነይሩ ነዊሕ ኮይኑ ካብ ዝገዝኦ ሕጂ ዳርጋ ሰለስተ ወርሒ ገለ ኮይኑ ማለት እዩ ምስኡ ግላብ ድመጽእ ኣለዎ ናይ ኢድ ከይንድለካ ግን ኣይ ኣይጥቀመሉን እያ ነቲ ግላብ ብራሽ ከዓ ኣለዎ ናይ ጨጉሪ ከዓ ክልተ መንቀርቀር ኣለዎ ብዙሕ ግዜ ስለ ተጠቀምኩሉ ፋሕፋሕ ኢሉ ኣሎ ማለት እዩ ኤኒወይ ግን እዚ ናይ ጨጉሪ ከምዚ ክስታይ መግበሪ በቃ ቀልጢፍ እዩ ክስታይ ዝገብሮ ማለት እዩ ጨጉርካ ኩሉ ግዜ ጨጉርና ክንክስታይ ክነብል ኮለና ከምቲ ኩሉ ግዜ ዝብለክን ሂት ፕሮቴክት ክንገብር ኣለና ስፕሬይ ማለት እዩ ከምቲ ኩሉ ግዜ ደርእየክን ኣለኒ ኣርእየክን ነይረ ቅድሚ ሕጂ እንድሕር ደሊኻን ከርእየኪ ንኽእል እየ ሂት ፕሮቴክት ግን ናይ ግድን ዘይቲ ይኮና ንገብር ጨጉርና ክንምሽጥ ኮለና ሂት ፕሮቴክተር ኢና ንገብር ማለት እዩ ከምኡ ገይረ እዚ በቃ ግዜ ወስኒ ቀልጢፍ እዩ ጨጉርካ ክስታይ ዝገብሮ ጨጉሪ ኣብ ገዛ እየ ዝሰርሖ ጨጉሪ ሓፂር ነዊሕ ኣይኮነን ግን ፅቡቅ ገይረ ዝካና ኮኑ ኣብ ገዛ በዓል ይሰርሖ ቫይታሚን ወስድ ዘይቲ ልከ ገለ ሄልዚ ዝኾነ ክስታይ ደለኒ ጨጉሪ ማለት እዩ ሕጂ ፅቡቅ ገይረ ስለ ዝካና ኮኖ ኤኒወይ እዚ ከዓኒ ብጣዕሚ ግዜ ክስታይ ይቁጥብ ጽቡቕ ብፍላይ ብርትዕ ድበለ ጨጉሪ እንድሕር ኣለክን ወይ ንቆልዑት ሓደ ሓደ ግዜ ክሰርሓ እንድሕር ደሊክን ግዜ ይወስድ ኒዚ ግን ነዚ ቅድሚት ቅድሚት ብካልእ ጌር ነዚ ቅድሚት ቅድሚት ግን ብካልእ ጌርና ቁርባል ምጽ ኣልምጽ ነብሎ እምበር እዚ ብጣዕሚ በቃ ጽቡቕ ናይ ጨጉሪ ክስታይ እንድሕር ትገዝኦ ደሊክን ኣብቲ ዲስክሪፕሽን ባክስ ክገብረልክን እየ ካብኡ ክስታይ ትገብርኦ ማለት እዩ ትገዝኦ ማለት እዩ ካልእ እዚ ኩሉ ግዜ ደጋጊመ ዝገዝኦ እዚ እዚ ክስታይ ከዓ እዚ ካስተር ኦይል ከዓ እዚ ብራንድ እዩ ግን ብቀዳማይ ከዓ ወልማርት ምስ ከትኩ ከዓ ርኤ ንእሽተይ ዓብ ዘይኮነስ ንእሽተይ እዚ ስካይ ኦርጋኒክስ ዝብል ከዓ ፅቡቅ ካስተር ኦይል እዩ ከምትፈልጦ ካስተር ኦይል ንኩሉ ፅቡቅ እዩ ግን ናይ ጉልዒ ማለት እዩ ጉልዒ ምሽ መጎጎ ገለ ክብል ኮለና ኣብ ዓድና ከምኡ ኢኻ ዝገብር ማለት እዩ መጎጎ ክትብል ከለኻ በቲ ናይ ጉልዒ እቲ ንጥቀመሉ ጉልዒ ናቱ ማለት እዩ እዚ ካስተር ኦይል ብጣዕሚ ፅቡቅ እዩ ኩሉ ግዜ ዝገዝኦ ሕጂ ምስዚ ጨጉረይ ከምቲ ድብለክን ሓዋዊሰ ክስታይ ይገብሮ እልከዮ'የ ግን ኩሉ ግዜ ከኣ ድከብድካ ገለ ከኣ የቕጥን እዩ ገለ ከኣ ስለ ዝበሃል ኣብዚ ሕምብርትኻ ጌርካ ከምዚ ጌርካ ድሕሪ ማሳጅ ጌርካዮ ገለ ከኣ ጽቡቕ እዩ ወላ ንስኪን ወላ ንድኾነ ነገር ካስተር ኦይል ጽቡቕ ስለ ዝኾነ ወላ ንቆልዑት ክንለኪ እዚ ከኣ ኣብ ወልማርት ኣለክን ብቐዳም ኣጋጣሚ ርእየ ኣብ ንእሽተይ ኮንቴነር እዚ ግን ካብ ኣማዘን እዩ ዝገዝኦ መሊሰ ገዚኤ እዩ ብቐዳማይ ሰወስቲ ከኣ ኣለኒ ማለት እዩ ካልእ እዚ ኔክለስ ጁሪ ብጣዕሚ እየ ድፈቱ ከምቲ ትፈልጦ እዚ ኔክለስ እዚ ሽም ብሽመይ እዩ ማለት እዩ እዚ ባብል ኮይኑ ስፓርክል ዘለዎ ከምታ እንድሕር ትፈትዋ ኮንኩን ከዓ ናኻ መጠን ንላዕሊ እየ ክስታይ ድፈቱ እዚ ጁሪ ድፈቱ እዚ ኔክለስ ናይ ሽመይ እዩ ማለት እዩ እዚ እዚ ከዓ ኣብ ኣማዘን ኣለክን ፅቡቅ ናይ ኣማዘን ጁሪ ድሕር ረቪው ርኢክን ገዚእክንኦ ነዊሕ ድፀንሕ እንደገና ኣዚ ንጠብለካ ከኣ ሕጂ መዓልታዊ ኣነ ከምዚ ዓቢ ገለ ወላ ኣይግበር ግን ደራሪበ ኔክለስ ምግባር ክፈቱ መዓት እየ ኣብዚ እዝንኻ ገለ ክስታ ይገብር መዓት እየ ወላ ሲምፕል ነገር ተኸዲንካ እንድሕር ጁሪ ገለ ጌርካ ዝንእ ትበል ማለት እዩ ወላ ደቅና ክነብፅሕ ከለና ትምህርቲ ወላ ናብ ድኾነ ክንከይድ ከለና ሲምፕል ሜክኣብ ወላ ከይገበርና ስኪን ኬርና ጌርና ከምዚ ነናእሽቱ ጁሪ ጌርካ በቃ ክትወፅ ከለኻ ዝንእ ትብል ቀይር ትብል ማለት እዩ ጁሪ ምስ ገበርካ ቀይር ትብል ማለት እዩ ካልእ ከዓኒ እዚ እቲ ኤርፓድ ከዓ እቲ ኤርፓድ ናተይ ንጓለይ ሂበያ እንደገና ከዓ ይጠፍእ ገለ ስለ ዝኾነ ከዓ እዚ ካብ ኣማዘን በቃ ብሕሱር ዋጋ ማለት እዩ ፅቡቅ ኤርፓድ እዚ ናቱ ቻርጀር ኣለዎ ክስታይ ክትእትዎ ተደሊ ካብ ቻርጀር ዋላ ኣብቲ ቀጢ እንዳኣቱ ኣሎ ካልእ ዓይነት ከዓ ሓንቲ ፐርፕል ኣላ ካልእ ማለት እዩ ምክንያቱ ስቁኢሉ ስለ ዝጠፍእ እቲ ክስታይ ከዓ ክቡር እዩ እቶም ናእሽቱ ናይዛ ዓዲ ቆልዑት ከምዚታት ገለ ሕክስታ ኣይገብሩን እዮም እኮ ናይ ከምቲ ዓቢ ኤርፓ ከምቲ ኤርፓ ጥራሕ ገለ እዮም ዝገብሩ ሶ እዚ ናተይ ማለት እዩ እዚ ግን ኣነ በቃ ጽቡቅ ወላ ተጠፈአ በቃ ሕሱር ስለ ዝኾነ ክስታይ ትብልናሃ ማለት እዩ እዚ ከዓ ካብ ኣማዘን ኣሎ ኣብቲ ዲስክሪፕሽን ባክስ ገብረልክን እየ ድሕር ስቑን ዝጠፍኣኩም ኮይኑ ኤርፓድክን እዚ ናይ እዝኒ መስሚዕና ማለት እዩ ኣብዚ ብሉቱዝ ዘይከላ ገቢለ ኤክስታይ ገሬ ብተሌፎነይ ገይረ ስለ ዝቀድሕ ዘለኹ እምበር እዚ ናይ ኤርፓድ መስምዕ ማለት እዩ ጽቡቅ እዚ ከዓ ካብ ኣማዘን ገዚእዮ ማለት እዩ ኣብቲ ዲስክሪፕሽን ባክስ ገብረልክን እየ ካልእ ከዓኒ እዚ ለሜ ዝብል እዚ ሆል ባዲ ዲዶራንት ዝብል ከዓ ንኩሉ ነብስካ እንትኸውን ዲዶራንት ከዓኒ ኣሉሚኒየም ፍሪ ገለ እዩ ዝብል ነዚ ካልእ ማለት ደምፃልና ሕማማት ገለ የብሉን ገለ እዩ ዝብል ኣነ እቲ ዶቤ ብጣዕሚ ዝፈቱ ኩሉ ግዜ ዝብለክን እሱ ወላ ሕጂ እሱ ገብረ ግን እዚ ከኣ ንኹሉ ነብስኻ ማለት እዩ ዋላ ኣብ ሕምብርትኻ ዋላ ኣብ ገለ ከኣ ጽቡቕ ድጎድእ ነገር ደይብሉ ዲድራንት እንድሕር ትደልያ ኮንክን ከኣ እዚ ላቨንደር እዚ ብዙሕ ላቨንደር ፍሌቨር ከም ትድብለክን ኣይፈቱን እየ ግን እዚ ጽቡቕ ስለ ዝኾነ ሓደ ሓደ ግዜ ከዓ ዝገብሮ ማለት እዩ ግን ብጣዕሚ ኩሉ ሰብ ዝዛረበሉ ወላ ዋይፕስ ኣሎ ብዙሕ ነገር ኣሎ ሕጂ ሎሚ ሎሚ ድመፅ ደሎ ክስታይ ማለት እዩ ዲዶራንት እንድሕር ከምዚ ካልእ ኣሉሚኒየም ዘይብሉ ከምቲ ኣሊሚንዩም ዘይብሉ እዚ ካንሰር ኣይምጽእን እዩ ገለመለ ዝበሃል ዴዶራንት እንድሕር ትደልያ ኮንክን ከኣኒ እዚ ሌማ ከኣ ጽቡቕ እዩ ሕጂ ሕጂ ሎሚ ሎሚ ንሪኦ ዘለና ብዙሕ ፖፑላር ዝኸውን ዘሎ ዴዶራንት እዩ ማለት እዩ እዚ ከኣ ኣብቲ ዲስክሪፕሽን ባክስ ገብረልክን እየ ካልእ ከኣ ቅድሚ ሕጂ ናይ ጨጉርን ናይ ስኪን ገለ ቫይታሚን ኣር ኤክ ነይረ ካብ ታርጌት ዝገዛእኽዎ እሱ ክቡር ስለ ዝኾነ ካልእ ረኺበ ማለት እዩ እዚ እዚኣ ዳርጋ ተወዲኣ እያ እዚ ከኣኒ ካብ ኣማዘን ማለት እዩ እዚ ኔቸር ቦንድ ዝብል ቅድሚ ሕጂ ካብቲ ጄማክስ ወላ እቲ ብራንድ ፈትወ ኢለክን ወላ ኣብቲ ጄማክስ ተረኪበ ዝኾነ ዓይነት ናቱ ብራንድ ቫይታሚን ገዚኤ ኢለክን ነይረ እዚ ግን ነዚ ብዙሕ ሕስር ኮሎስ እንደገና ከዓ ዲስካውንት ከዓ ኣለዎ ኩሉ ግዜ ማለት እንድሕር ደሊኽን ብክልተ ድመፅእ ኣሎ እዚ ግን ኣነ ሓበባ ሓደ እየ ገዜ እየ ክፍትኖ ኢለ ድሓር እዚ ምስ ብዙሕ ፅቡቅ ረቢው ኣለዎ ረቢው ምስ ኣንበብኮ ማለት እዩ እዚ ሕጂ ናይ ጨጉሪ ናይ ስኪን ናይ ኔልስ ዝብል ባይታ ናይ ግድን ኣይኮነን ክብሉ ገዘ ግን ኩሉ ግዜ ቫይታሚን ንጨጉሪ ገለ ዝኸውን ክትገብር ፅቡቕ እዩ ማለት እዩ። ንጨጉርና፣ ንገፅና፣ ንስኪን እንደገና ከዓ ንፃብዕትና ከዓ ማለት እዩ። ፅፍሪ ብዙሕ ኣየንውሕን እየ ኣነ ነዊሕ ፅፍሪ ከዓ ይገብር እየ ምክንያቱ ስለ ዘይጥዕመኒ እምበር ፈቱ እየ ግን ሓደ ሓደ ግዜ ጨጉሪ ክሓፅብ ከለኹ ንደቀይ ክቑንን ከለኹ ወይ ዝኾነ ነገር ስለ ዘይጥዕመኒ እምበር ኩሉ ግዜ ኢደይ ግን ከምዚ ፅፍረይ ባዕላይ ኣብ ገዛ ኣለኸ ማለት እዩ ሕጂ ከዓኒ ከምዚ ጀል ገለ ገይረ ከዓኒ ኣብ ገዛ ክገብሮ እየ ለለኹ ከመይ ገይረ ከም ዝገብሮ ከርእየክን እየ ማለት እዩ እዚ ግን እዚ ቫይታሚን ግን ፅቡቅ ኮሎስ ብጣዕሚ ሕሱር ከዓ ጋሚ እዩ ክልተ ትበልዕ ማለት እዩ ብጣዕሚ ስለ ዝፈትኽዎ እዚኣ ኦሞስ ተወዲኣ ኣላ ዳርጋ ተወዲኣ እዚኣ እዚኣ ከዓኒ ምልእትላ ማለት እዩ ሴል ክኸውን ከሎ ኣፀቢቑ ሕሱር እዩ ግን እንድሕር ዲስካውንት ኮይኑ ሓደ ሓደ ግዜ ቪው እንድሕር ጌርካዮ ኣብ ኣማዘን እንድሕር ገዚእካ ነርካ ወይ ገለ ዲስካውንት ምስ ኮነ ከዓ ባዕሉ መፃካ እዩ ማለት እዩ ኣብቲ ኣብ ዲስካውንት ኮይኑ ንመፃካ እዩ ሰዚ ፅቡቅ ክስታይ ፅቡቅ ቫይታሚን እዩ ብዙሕ እዩ ከዓ እንደገና ከዓ ብጣዕሚ ሕሱ እሱ ከዓ ኣሎ ማለት እዩ ካልእ ከዓኒ እዚ ናይ ኮርያን ስኪን ኬር እዚ ክንደይ ገይረ ካብ ድገዝኦ በቃ ከምዚ ቻፕስቲክ ነገር ግን ኣብዚ ኣንደር ኣይ ዓይንኻ ከምዚ እዚ ነዚ ብታትካ ከውን ኣብ ኣፍ ኣብዚታትካ ከውን ሪንክ ዝነበረ ኣጥፊኡ እጥፍኦ ገለ እዩ ዝበሃል ግን ኣነ መብዛሕትኡ ግዜ ኣብ ዝገብሮ ብዙ ዓንደር ኣይ ከዓ እዚ ዊንተር ብጣዕሚ ገፅካ ስለ ዝደርቕ ኩሉ ግዜ መብዛሕትኡ ግዜ ሕጂ ክስታይ ይገብሮ ማለት እዩ ካልእ ስኪን ኬር ገይረ እዚ ከዓ ከምዚ ከምዚ ቻፕስቲክ ነገር ገለ እዩ ግን ብጣዕሚ ፅቡቕ ስኪን ኬር ብጣዕሚ ብዙሕ ረብዩ ዘለዎ ብዙሕ ዝተሸጠ ኣብ ኮርያ ማለት እዩ ኣብ ኩሉ እዩ ትግበር ዋላ ብዝኣፍካ ፍላይ ብዚ ኣንደርኣይ ግን ድሕሪ ኣብዚታትካ ሓደ ሓደ ግዜ ብፍላይ ቁሪ ክኸውን ከሎ ጭምድድድ ድብል ድሕር ኮይና ኣንድር ኣይ እዚ እዚ ወድሕር ካልእ ስኪን ወላ ደይገበርካ ኣብ ቦርሳኻ ትገብሮ ድሓር ኣብ ዝኾነ ግዜ ኣፕላይ ትገብሮ ማለት እዩ እዚ ከዓ ብጣዕሚ ፅቡቅ እዩ ካብ ገዚኦዮ ካልእ እዚ እዚ ናይ ኩሉ ግዜ ድገዝኦ ድብለኪ ነዚ ብራን እዚ ፒትሊስ ማለት እዩ በብዓይነቱ ለኒ ከምዚ ቅድሚ ሕጂ ኣርእየከ ነይረ ማለት እዩ እዚ ብራንድ ፅቡቅ ብራንድ እዩ ትፈትዎ እዚ ወረቆት ከማን ያልገዝኩዎን ሴልኮል ደይ ገዚኤ እዮ ማለት እዩ እዚ ማንጎ ማንጎ ፓፕ ድብል ብራንድ ናይ ኣማዘን ከዓ ቅድሚ ሕጂ ቀይሕ ብራውን ፀሊም ብዙሕ ዓይነት ኣርእየኪ ነይረ ነብሪ ነብሪ እዚ ብራንድ ማለት እዩ ኩሉ ግዜ ኣፀቢቑ ክሓስር ከሎ ከዓ ገዝኦ ቁሪ ስለ ዝኾነ እዚ ቤዚክስ ከዓ ፅቡቅ እዩ እዚ ፕትሊስ ማለት እዩ ድሓር ኣብ ሳመር ታይም ከዓ ከምዚ ክፍትፍት ዝበለ ኮሎናት ብራንድ ኣሎ ጽቡቅ ፕትሊስ እንድሕር ደሊኽን ከኣ ቅድሚ ሕጂ ኣርእየኪ ኔረ እዚ ክሬም ሕብሪ ግን ስለ ዘይነበረኒ ኑድ ሕብሪ ማለት እዩ እዚ ከኣ ካብኡ ገዚኤዮ ማለት እዩ ካልእ ኣንደርዌር ከኣ ኮስትሞ ማለት እዩ ብታንቲ ከኣኒ እዚ ንስፖርት ብፍላይ ክሰርሕ ከለካ ደይር እዩ ማለት እዩ መብዛሕትኡ ግዜ ከምቲ ኩሉ ግዜ ክስታይ ትብሉ ዘርእየክን ካብ ቪክቶሪያ ሴክሬት ብዙሕ ኣንደርዌር እየ ዝገዝእ ምታንቲ ማለት እዩ ኣብ ዓድና ኮስትሞ ኢና ንብሎ ነርና ፓንት ከኣ ንብሎ ኣነ ኣብዚ ከኣ ኣንደርዌር ገለ ትብሎ ማለት እዩ ኣብ ብዙሕ ዓድታት ኮይና ክስታይ ኣብ ብዙሕ ዓድታት ስለ ዘለኽን ናተይ ቪድዮ ትከታተልኦ ብታንቲ ግን ኣንደርዌር ኢና ንብሎ ኣብዚ ሕጂ እዚ በቃ ዘይርኢ ማለት እዩ ሲምለስ ዝኾነ እዚ ሓድሽ ስለ ዝኾነ እዩ ዘርእየክን ዘለኹ ዘይገበርኮ ማለት እዩ ምእንቲ ከርእየክን ኢለ እዚ ከምዚ ብፍላይ ጂም ክትከይድ ኮለኻ እንድሕር እዚ ሌጊንግ ገለ ጌርካ ወላ ሓንቲ ኣይርኣን ሲምለስ መዓት ረቪው ደለዎ ጽቡቕ ኣንደርዌር ማ ኣንደርዌር ማለት እዩ በቃ ኣይርእን እዩ ግን ከምዚ ፕላስቲክ ነገር ስለ ዝኾነ ሙሉእ መዓልቲ ኣብ ስራሕ ክትገብሮ ክስታይ ማለት እዩ ኣንደርዌር ድሕር ኮተን ኮይኑ ድሕር ኮተን ኮይኑ ንዓና ንደቂ ኣንስትዮ ጽቡቕ እዩ ንክስታይ ማለት እዩ ንሃይ ጅንገለስ ኮታ እንድሕር ኮይነ ኣንደር ወይ ድምረጽ ግን እዚ ከምዚ ፕላስቲክ ነገር እዩ ዝክስታይ ተመጣጥነ ግን ግን እንድሕር ጅም ከትካ በቃ እዛ ክስታይ ሌጊን ገለ ክትገብር ኮለኻ ንጅም ጽቡቅ ማለት እዩ ኣየርእን ፈጺሙ ኣየርእን እዩ ሲምለስ እዩ ማለት እዩ እንድሕር ሙሉ መዓልቲ ብስራሕ ንውዕል ኮይና ሸሞንተ ሰዓት ዓሰርተ ሰዓት ልዕሊ እዩ ግን ኮተን ኣንደርወይ ክንገብር ጽቡቅ እዩ ድሓር እዚ ብዝድግበር ፓ ላይነር ከኣኒ ከምኡ ክንገብር ንኽእል ዋይፐር ገለ ጌርና ሙሉ መዓልቲ ጥዑም ክንጮ ንነውዕል ማለት እዩ ከምኡ ቪድዮኻ ክሰርሓልክን እየ ክሰርሓልክን እየ ግን ምባል ገድፎ የለ ምክንያቱ ብቀዳማይ እቲ ቅርቅን መዚ ቪድዮ ፖስት ከይበልኩ ክሰርሓልክን እየ ናይ ክርስማስ ናይ ገለልስ ኣይፌል ገልቲ ክስታይ ተሰሚዕኒ ማለት እዩ ከምኡ ኢለ ስለ ዘይገበርኩልክን ሕማቅ ተሰሚዕኒ ማለት እዩ ኤኒወይ ግን እዚ ኣንደርዌር ፅቡቅ ኣንደርዌር እዩ ኣብኡ ክገብረልክን እየ እዚ ዘይገበርኩ እየ ደርእየክን ዘለኹ ካብኡ ማለት እዩ ፅቡቅ ኣንደርዌር እዩ እሱ ድሕር ሌጊን ገለ ትገብራ ኮንክን ድሕር ክረል ከምዚ ኣብ ጅም ገለ ድሕር ወላ ንድኾነ ከምዝረቐ ዝበለ ክንገብር ኮለና ፅቡቅ ኣንደርዌር ደርኢ ማለት እዩ ካልእ ከዓኒ እዚ ናይ ዓይኒ ከምቲ ዝብለክን ዋላ ኣልታ ገለ ከይድካ ታርጌት ክንገዝኦ ንኽእል ኢና። እዚ ኒክስ ግን እዚ ኣይብራብ ዝግበር ፔንስል ግን ኩሉ ግዜ እዚኦ ዝገብር ማለት እዩ። ሕጂ ካልእ ደይ ተኸፈተት ኣለኒ እዚኣ ከዓኒ ኢንኬዝ ኩሉ ግዜ እስታ ይገብር ማለት እዩ። እዚ ማይክሮብራ ፔንስል ዝብል ናይ ናይ ኒክስ እሱ እዩ። ሕጂ ብዙሕ ክቡር ብራንድ ኣሎ ግን እዚ ሕሱር ኮሎ ጽቡቕ ማለት እዩ። እዚ ኣይላይነር እዚ ኣነ ጽቡቅ ገይረ ክስታይ ስለ ዘይክእል ማለት ቀልጢፈ ክስታይ ይገብሮን እየ ግን እዚ እዚ ስለ ዝኾነ ጽቡቅ ገይሩ ክስታይ ገይሩ ክስታይ ገብሮን ከምዚ ክስታይ የብለይን ከምዚ እዚ ዝግበርታቱ ገለ የብለይን ሶ ባዕል እዚ ዝገብሮ ማለት እዩ እዚ ሕጂ ኒክስ ኣይብራ እዚ ብራ ላይነር እዚ ጽቡቅ እዩ ኣብቲ ዲስክሪፕሽን ባክስ ገብረልክን እየ ብራ ፔንስል ድብል ማለት እዩ እዚ ድሕሪ ኣብ ኣልታ ወይ ኣብ ታርጌት ኬድክን ከኣ ክትረኽብኦ ትኽእላ ኢኽን ስክሪን ሻት እንግህ ሕር ክትገብርኦ ደሊኽን ስክሪን ሻት ግበርኦ። እዚ ቅድሚ ሕጂ ሓንቲ ሓብቲ ኣርኢኽኒ ኔርኪ ኣመይ ሓቲትክኒ ኔርኪ እዚ ቸሪ ብላሳም ብጣዕሚ እየ ድፈቱ እዚ ፍርዮሪ ካብ ኣማዘን እየ ጌረዮ ኔረ እዚ ኣብ ታሕቲ ኔራ ሃኒ እዛ ክስታይ እዚኣ ጌረያ ማለት እዩ እዚ ኣብ ዳውን ስቴርስ ኔራ እዛ ናይ ታሕቲ ሕጂ ኣምጽየብኣ ጌርያ ቅድሚ ሕጂ ኣብ ጻዕዳ ጌርያ ኔረ ብጣዕሚ እየ ዝፈቱ እዚ ሕጂ እዚ ናይ ዊንተር ገለ ስለ ዝሰልቸወኒ እዚኣ ቀይር ኣቢልያ ኣለኹ ሓደ መዓልቲ ካልእ ምስ ቀይር ካልእ ግዜ ምስ ረኸብኩ ከዓ ካልእ ክቕይር እየ ማለት እዩ ኤኒወይ እዚኣ ካልእ ከዓኒ እዚ እዚኣ ናይ ማይ ማለት እዩ እዚ ናይ ማይ መሸፈኒ ማለት እዩ እዚ ካብ ታርጌት ገዚአ ነረ ቅድሚ ሕጂ ኣርእየክ እንተኮይነ ከምዚ ብጣዕሚ የተባባዓካ እዩ ማይ ክሰቲ ወላ ጂም ክትከይድ ገለ ክንሰቲ ዘኪርናዮ ከለና ሕጂ ኩሉ ግዜ መብዛሕቱ ዝድመጽእ መኽደኒ የብሉን ማለት እዩ ወላ ኣብ ስራሕ ቦታ ክትገዙ ክትብሎ ከለኻ ወላ ኣብ መኪና ገለ ኩሉ ግዜ ወላ ጂም ሒዝካ እንድሕር ከምዚ ከፋት ከይድካ መብዛሕቲ ግዜ ጂም ክኸይድ ከሎ ብፅው ዝበለ ሒዘ ዝኸይድ ግን እዚ ግን ብጣዕሚ እየ ዝፈቱ ከምታት ብዙሕ ኣለኒ ከምቲ ዝብለክን ማለት እዩ የታባብዓካ ማይ ክሰቲ ግን መኽደን ኣይነበሮን ሶ እዚአን ሕጂ እዚ ከምዚ ፅቡቕ በትበት ፎርማ በትበት ከዓ መኽደን ማለት እዩ እዚኣ ካብ ኣማዘን ኣርባዕተ ደን ገሊአን ድመፃ እወ ንደቀይ ሂበየን ነቲ ክስብ ፍርቁ ማለት እዩ ከምዚኣ ኢለን መጻ ማለት እዩ ኣርባዕተ ድየን ገለ ድሓር እዚ ኣብዚ ኣእቲኻ እዚኣ ጌርካ ትኸድና ትኸደነልካ በቲ ከኣ ጽብቕቲ ዘናጥ ማለት እዩ ዋላ መኪና ክትገብሮ ከለካ ከምዚ ንፎርማ ጽቡቕ እዚኤን ማለት እዩ ኣርባዕተ ድየን ገለ እየን መጻርቲ ኣቕሚጠን ነይረ ኣይደኖ ኣበይ ከም ዝገበርኩን እቲ ቦትኡ ማለት እዩ ንደቀይ ከኣ ሂበየን ሕጂ ከምዚኣ ጌርካ እዚ መሸፈኒ ማለት ከፊት ተኸፊቱ ክውዕል ስደስ ደይ ብለካ ሰው ኣጋጣሚ እዚ ኣብ ኣማዘን ምስ ረኣኽዎ ኣብ ኣማዘን ገዚኤ ማለት እዩ ዋግኡ ሕሱር እዩ ማይ ብጣዕሚ እየ ዝሰቲ ማይ ክንሰቲ ኣለና ፅቡቅ እዩ ማይ ኣነ ግን ፈትየ ደይኮንኩ ዝሰቲ በቃ ኩሉ ግዜ ድፀምእ ከምዚ ንጥዕናኻ ገለ ፅቡቅ እዩ ግን ሙሉ መዓልቲ እየ ማይ ክሰቲ ድውዕል ስኡ ኢለ ስለ ድፀምእ ማለት እዩ ግን ፅቡቅ እዩ ከዓ ማይ ማይ ክንሰቲ ኣለና ወላ ንውሽጥና ንደገና ከምዚ እንሻሎ እዚ ወላ ንሃይጂን ገለ ኩሉ ግዜ ፅቡቅ እዩ ማይ ወላ ንጥዕናና ከዓ ፅቡቅ እዩ እንድሕደይ ንፈቱ ኮይና ማይ ሓደ ሓደ መሓዝቲ ኣለዋ ክሰቲ ደይክእል በቃ ማይ ገለ ዝብላ ድሕር ደይ ንፈቱ ኮይና ከምኡ ከዓ ለሚን እንዳገበርና ገለ ፅቡቅ እዩ ማለት እዩ ማይ ክንሰቲ ኣለና ካልእ እንታይ ከርእየክን ደልየ ኔረ ኣብዚ ገለ ቀሪበ ኔረ ረሲዐ ረሲእኒ ኦኬ እዚ ከኣኒ እንድሕር ኣይላሽስ ትፈትዋ ኮንክን ከምዚ ናተይ ከዓ ኣይላሽ እንድሕር ትገብራ ኮንክን ብከንደይ ክስታይ ለሚደዮ ላሽ ምግባር ግን ኣዘንጥ ይለብለካ ማለት እዩ ካብ ላሽ ከይገበርካን ምስ ገበርካን ቅይር ኢኻ ትብል ማለት እዩ ብፍላይ ዝኾነ ነገር ድሕር ኣለካ እሱ እንድሕር ጌርካ በቃ ኣዘንጥ እዩ ዘብለካ ሰው እንድሕር ትፈትዋኻን ግን ከዓኒ እዚ ኪስ ላሽ ግሉ ከዓኒ በቃ ብጣዕሚ ክስታይ ንዓኒ ከምዚ ኣፀቢቕና ዘይንኽእል ገለ ማለት እዩ ቀልጢፉ ስለ ዝሕዝ ኣብኡ ክስታይ ጌርና ፅቡቅ እዩ እዚ ከዓ ኣብኡ ከለኹ እንድሕር ኢንተረስት ለክን ላሽ ዝገብራ ኣነ ካብዚ ዩቱብ ገለ እየ ተማሂረ ኣብዚ ዩቱብ ብዙሕ ኢና ተማሂርና እዚ ከዓ ካብኡ ደበልክዎ ማለት እዩ ካብ ኣማዘን ሓደ ሓደ ግዜ እዚ ዊንተር ቢዚ ክትከውን ከለካ ክትወጽእ ገለ ከማን ምስቲ ስነው ገለ ክስታይ በቃ ግዜ ትስእን ሰው እንድሕር ደልየ እኽስን ኣማዘን ከዓ ብዛ ገዛኻ ስለ ደምፅልካ ከዓኒ ብፍላይ እንድሕር መንበር ኮንካ ካብ ኣማዘን ከዓ እሱ ኦርደር ገይረዮ ማለት እዩ እምበር መብዛሕትኡ ግዜ ሳመር ክኸውን ከሎ ውፅ ኢለ ከይደ ካብ ኣልታ ወይ ካብ ታርጌት ገለ ካብ ድኾነ ምምፃእ ደስ ብለኒ ምክንያቱ ቆልዑት ኣብ ፀሓ ቢለ እንድሓር ግቡእ ጌረ ኣብኡ ከለኹ ተኣልየ ገዝእ ማቲ ዊንተር ግን ዋላ ኣቑዕት ኣብ ጸሓፍ ኢለ ምጽእ ኢለ ኣብዛ ገዛይ በቃ ብጣዕሚ ክትወጽእ ከማን ኣየታባብዓካን እዩ ሓድሓደ ግዜ ከምቲ ጂም ከማን ከምቲ ዝድለ ዓሚ በቃ ዊንተር ብጣዕሚ እየ ዝኸይድ ነይረ ሎሚ ዓመት ግን በቃ ትቁርን ገለመለን በቃ ኣብዚ ገዛ ኮይነ ገለ እየ ዝገብር እምበር ብዙሕ ከማን ኣይወጻኹን ማለት እዩ ካልእ ከዓ እንታይ ከርእየክን ደሊ እዚ ተሓወልና ጨጉሪ መንቀፂ እዚ ማይክሮ ፋይበር እዩ ከምዚ ኖርማል ዝኮነ ኣብ ዝኮነ ከይንና ንገዝኦ ክስታይ ኣይኮነን ከምዚ ናይ ጨጉሪ ታወል ኣብዚ ርእስና ነንቁጸሉ ኣብ ዝኮነ ከይንና ንገዝኦ ከምኡ ኣይኮነን እዚ ብጣዕሚ ሰለስተ እዩ ብሓንሳብ ዝመጽእ ክጽብቅ ንዓቲ ጨጉሪ ሃብ ብጣዕሚ እዩ ራይደ ወይ ኣድርቅ ዘብል ንደቀይ ከምዚ ገዚኤለን ማለት እዩ ቅድሚ ሕጂ ክንደይ ይገብር ሜይቢ ትወኒ ትወኒ ንኣሽቱ ከለዋ ማለት እዩ ፀጉሪ ሕፅብ ኣቢለ በዚ ገይረ ክስታይ ምስ ገበርኩም ቀልጢፉ እዩ ኣድርቕ ደብሉ ክነ ቀፂልካ ይትፅበ ገለ ይትፅበ ማለት እዩ ፍላይ ንዓይ ግዜ ይቑጥበለይ ማለት እዩ ድሓር እቲ ናተን ዝነበረ ናይ ቅድሚ ሕጂ ዝኣረገ ንዓይ ወሲደዮ ሕጂ ከዓ ከምኡ ከዓኒ ንዓን ገይረ ምክንያቱ ኣነ ሓደ ሓደ ግዜ ሕብሪ ስለ ዝልከ ወይ ዝኾነ ነገር ካልእ ማልእ ስለ ዝልከ ንዓኣተን ግን ጽሩይ ክኾነለን ናይ ቆልዑት ማለት እዩ እቲ ናተን ነበረ ሰለስት እዩ ንዓይ ወሲደ እንዳ ተበርኩ የብሎ ንዐን ከኣ እዚ ጌረለን ድሕር ኣብ ራውንድሪ ስእትዎ ጽቡቅ በቃ ቀልጢፉ ጨጉሪ ከኣ እንቅጸብረልካ ዋላ ንዓይ ማለት እዩ እቲ ማይሲ ዝውቅ ኣቢሉስ በቃ ጨጉርኻስ ከም ደንገጽካዮ ዳርጋ በቃ እንቅጽ ኣብለልካ እዚ ማይክሮ ፋይበር ኣብቲ ጎማ ኣቲ ክመጽእ ከሎ ዱሩቅ እዩ ድኸውን ቧእ እንታይ ደኣ እዩ ምስ ከፈትካዮ ግን ሽዑ በቃ ሉስሉስ እዚ ኖርማል ንገዝኦ ክስታይ ኣይኮነን እዚ ማይክሮ ፋይበር እዩ ብጣዕሚ ብጣዕሚ ጽቡቅ ናይ ጨጉሪ ታውል እዚ ከኣኒ እንድሕር ግዜ ደይብና ከምዚ ከማና ኣዴታት ወይ ቆልዕት ገለመለ ወላ ኣነ ሕጂ ጨጉረይ ተሓጺበ በቃ እሱ ምስ ገበርኩሉ ቀልጢፉ ክስታይ ይኸውን ሽዑ ኣብኡ ከለኹ ኣድረቕ ኣቢለ ብክስታይ ገይረ ስርሕ ስርሕ ኣብሎ ማለት እዩ ጨጉረይ እዚ ጽቡቅ ገይረ እየ ሎም ኣብ ገዛ ባዕለይ ዝገብሮ ማለት እዩ ግዜ ከዓ ስለ ዘይብልና ግዜ ክህሉ ከሎ ካብ ኣብ እንዳ መሻጢ በቃ መጀመርያ ክትዝውር ኣነ እንዳ መሻጢ ከዶ ነበርኩ ማለት መጀመርያ ዘዊርካ ገለ ሰላሳ ደቂቃ ገለ ትኸይድ ድሕር ኣብኡ ምስ ከድካ ከዓ በቃ ኣርባዕተ ሰዓት ከለ ሕጂ እቲ ዕረፍተይሲ በቃ ከምዚ ክስታይ ይስምዓካ ገለ ይስምዓካ እዚ ኩሉ ክሰርሕ ቀንየስ ኣብ ዕረፍተይሲ ኣብ ክንዲ ምስ ደቀይ ምስ ፋሚሊ ግዜ ደሕልፎስ በቃ ክንዲ ሰዓት ኣብኡ ኣሕሊፈ ኢለ በቃ ሕማቕ እዩ ዝስማዓኒ ነይሩ ኤኒወይ ግን ሕጂ በቃ ገለ እንዳገበርኩ ከለኹ ወላ ኩክ እንዳገበርኩ ከለኹ ገለ ዘይቲ ተለኻኺ ወይ ገለ መለ ተለኻኺ ክስታይ ይገብር ማለት እዩ ደሓር ውድእ ምስ ኣበልኩ ትሕፅብ ኣቢለ እንዳፀራረኹ ገለ ከዓ በዚ ትሽፍን ተብሎ ንቕፅ ስበለልካ ሽዑ ምስ ወዳዳእኻ ከዓ ኮፍ ኢልካ ጨውርካ ትሰርሕ ማለት እዩ ብዙሕ ነገር ኣሎ ንዓና ነዴታት ኣብ ገዛ ኮይና በቃ ክስታይ ክንገብር ማለት እዩ ንሕና ከኣ ከምቲ ኩሉ ግዜ ዝብለክን እንድሕር ንሕና ጽቡቅ ኣለና ደቂ ኣንስትዮ ማለት ብፍላይ ደማ ምስ ከኣ ገዛና ጽቡቅ እንድሕር እንድሕር ጽቡቅ ተኸዲንካ ጽቡቅ ስምዓካ ጽቡቅ እንድሕር ነብስኻ ተኬር ጌርካ ጽቡቅ ስምዓካ ድሓር ገዛኻ ከኣኒ ደቅኻን ገዛኻን ከኣ ጽቡቅ ጌርካ ተኬር ንገብር ማለት እዩ ሶ ኩላህና እዚ ናተይ ቪድዮ በቃ ንዓና ዘተባብዕ ብዝተኻእለ መጠን ንዓና ንደቂ ኣንስትዮ ክስታይ ትገብር ቪድዮ እየ ከምፃልክን ኢለ ኩሉ ግዜ ክስታይ ድብል ኤኒወይ እስካዕ መወዳእታ ስካብ ሕጂ ርኢኽንኦ እንድሕር ኮንክን ሳብስክራይብ ከይገብርክን ኣይትውፃእ ላይክ ከዓ ግበርኦ ፌስቡክ ገለ ዘለክን ከዓ ፌስቡክ ሸር እንድሕር ጌርክንኦ ንኩሉ ሰብ ጠቅም ማለት ንኩሉ ሃና ጠቕመና ማለት እዩ ናይ ልማዓንቲ ቪድዮ እዚኣ ትመስል ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኽበና ባይ